ዋላ ሓንቲ መዓልቲ ብደይዚኤን ከይተለኸኽን ከይትወፃ ኣነ ከምዚ ዳርጋ ጭንቀት ሒዝኒ ነይሩ እዩ ምክንያቱ ገፀይ ከምዚ ምዃኑ ብጣዕሚ ንዓይ እውን ኣሰንቢድኒ እዩ ካብ ድሕት ተፀበኽዎ ንላዕሊ ስለ ዝኾነ በቃ ንኽጠፍኣለይ ብዙሕ ነገር እየ ፅዒረ ኮይኑ ግን ኣምላኽ መስገን እዚኤን ፕሮዳክት እዚኤን ኦሪጂናል ናይ ዝኾና ብጣዕሚ እየን ጠቒመናኒ ሰላም ሰላም ተኸታተልቲ መደብ ቢኒ ሜድያ እንኳዕ ብድሓን መጻኹም። ሃይ ሃይ ሽኮሪናታት ከመይ ቀኒኻን ድሓን ዲኻን ሰላም ዲኸሉ ሎማዓንቲ በቲ ዘእተውኸዎ ቪድዮ ናይ ገልጸይ ማለት እዩ ብዙሓት ብዙሓት ሰባት ሓቲትክናኒ ፌቦ እንታይ እንታይ ከተጠቂምኪ ብኸመይ እዩ ገዲፍኪ ኢልክን ብዙሕ ብዙሕ ኮመንት ዘይተጸብኸዎ ከማን መዓት ኮመንት ጸኒሕኒ ኣክቹሊ ብጣዕሚ እየ ደመስግነክን ቴንኪዩ ዘን ኣሕዋተይ ብምልእኽን ከዓ ፎሎው ኢልክን ንዓይ ኣብ ቦታ ኮመንት ናትክን ኮመንት ምግዳፍክን ብጣዕሚ እየ ደመስግነክን ምክንያቱ እዚ እውን ሓደ ካብ ተገዳስነት እዩ ኢለ ዝሓስቦ ብምቕፃል ናይ ማዳይ ብኸመይ ከይድለይ ክነግረክን እየ ሎማዓንቲ ቅድሚ ናብኡ ምእታወይ ግን ብመጀመርያ ንእግዚኣብሔር ኣምላኽ ብጣዕሚ እየ ደመስግኖ ምክንያቱ ካብ መጠን ንላዕሊ ካብ መጠን ንላዕሊ ዝደልዮን ዝምንዮን ዝልምኖን ነበርኩ በቃ ኣምላኸይ ገፀይ ብጃኻ ገፀይ ስበቃ ኢለ እየ ዝልምኖ ነይረ ምክንያቱ ብጣዕሚ ገፀይ ፈትዋ ማዕተ ነይረ ሎሚ ፅወል ሓንቲ ዘይብሉ እዩ ነይሩ ሃንደበት ከምዚ ክመፃ ንከሎ ግን ዋላ ኣነ ሳፕራይዝ እየ ኮይነ ብጣዕሚ ገፀይ ድካናከን ጨጉረይ ድካናከን ኣክቹሊ በቃ ኣብ ሰብነተይ ብጣዕሚ እየ ትሪትመንት ድገብር ሶ ሃንደበት ከምዚ ኢሉ ምምፅኡስ ዋላ ንዓይ ሃንደበት እዩ ኮይኑ ንካ ምንታይ መፂኒ ኢለ ኤኒወይ ግን መምፅኡ ሪዝን ክነግረክን እየ ሎማዓንቲ ብድሕሪኡ ከዓ እቲ ፕሮዳክት ከርእየክን እየ ቅድሚኡ ግን ፕሊስ ኣሕዋተይ ጥዕናኽን ተመርመራ ኣነ ብዛዕባ ናይ ጥዕናይ ከይፈለጥኩ ብዙሕ ነገር ውሽጠይ ተሃስየ ጸኒሐ ዋላ እቲ መጀመርያ ክመጽኣኒ ከሎ ከኣ ኣብ ሳልሳይ ቆልዓ ናይ ውላድ እዩ ብድሕሪኡ ነብሰጾር ኮይነ ከኣ ሕክምና ምስ ኣተኹ ናይ ሳንቡእ እኺ ማይ መሊኡ እዩ ኢሎሙኒ ኣጋጣሚ እግረይ ሓቢጡ ኩሉ ነብሰይ ሓቢጡ ብድሕሪኡ ማዳ ድገድፈለይ ደሎ ቅድሚኡ ኣምላኽ መስገን ገጸይ ብጣዕሚ ጽሩይ እዩ ነይሩ ሕማቕ ኣይነበረን። ብድሕሪኡ ግን በቃ ከምዚ ዕላማ ምክንያት ምስ ኣተወትኒ ኣምላኽ መስገን ሕክምናይ ተሓኪመ ኣብ ሆስፒታል ደቂሰ ገዛይ ምስ ተመለስኩ ብድሕሪኡ ሃንደበት ገፀይ ከምኡ ኮይኑ ማለት እዩ ካብኡ ንንዮ ከዓ ናይ ሓፍትና ቤት ቅድሚ ሕጂ እውን ተዛሪበ ነይረ ናታ ምስ ጀመርኩ ካምፓላ ከዓ እንዳተመሓየሸ መፅዩ ነይሩ ራብዓይ ነብሰ ጾር ከይና ሃንደበት ኣብ ዓመት ደጊመላ ደጊመሉ ንውላደይ ማለት እዩ ብድሕሪኡ ሽዑኡ ሃንደበት ከዓ ዝመፅኡ ማለት እዩ ብድሕሪኡ ከዓ ኣብዚ ዓዲ መፂ ከዓ ደይተፀበኽዎ ኣብ ዝለዓለ ስእሊ ክገድፈልክኒ ሃንደበት ገፀይ ፆሎለይ እተኸዲነ በዝን በዝን በዝን ኩሉ እተኸዲነ ኤንወይ ግን እቲ መምፅኡ ኣብዚ ዓዲ እውን ሃንደበት ከምኡ ምዃን እውን ናይ ሊቨር ፋት ገይረ ፀኒሐ ኣምላክ መስገን ሕጂ ናይ ሚዛን ምጉዳል ዳይት ምስ ጀመርኩ ኩሉ ነገር ምስ ጀመርኩ ጥዕናይ እንዳተመለሰ ምስ መፀ ከዓ ምስቲ ፕሮዳክት ድጥቀሞ ዘለኹ ድዩ ጠቒሙኒ እዝጌርዋ ንኡ ኣነ ግን እቲ ፕሮዳክት ብጣዕሚ እየ ኣመስግንዮ ምክንያቱ ርኡይ ለውጢ የርእየሉ ዋላ እቲ ሽዑኡ ክጅምሮ ከለኹ ማዳይ እንዳሃሰሰ እንዳሃሰሰ እዩ መፅዩ ኣምላኽ መስገን ግን ሕጅስ ኮንፊደንስ ገይረ ከማንስ ኣብ ድላየ ቦታ ክኸይድ ጀሚረ ክሳብ ገፀ ይሕፊርኒ ገፀ ተሰኪፈ ቸርች ከይከደሉ ቤተክርስትያን ንኸይሳለም ዋላ ከምዚ ለኸመይ ለገፀይ ክኸይድ እየ ክሳብ ዝብለሉ ግዜ እየ በፂሐ ግን ኣምላኽ መስገን ከምዚ ንዓይ ለውጢ ርእየሉ ደለኹ ኣይውሽ ንኣኻትክን ከዓ ለውጢ ክገብረልክን ኢለ ምሳኽን ሸር ድገብሮ ኣሕዋተይ ማዕረይ

እዚኣ ይጥቀመላ ብድሕሪኡ ከዓ እዛ ናይ ክሊንዘር ምስ ወዳእኹ ከዓ እዚኣ እዚኣ ከዓ ሴራም እያ ብጣዕሚ እቲ ሴራም ኣየክን እየ ክትጥቀማሉ ከለኽን ትሪኦ ኣለኽን መለቅለቂ ትብል ዋላ ኣብ ኢድካ ኣዮ ብጣዕሚ እዩ ፅቡቅ እዚኣ ከዓ ድሕሪ ቱነር እየ ዝጥቀመላ ቱነር ምስ ተጠቀምኩ እዚኣ ገብራ ቁሩብ ህፍፍ ምስ በለለይ ሽዑኡ እዚ መዓልታዊ ዝጥቀሞ እዩ ምሽ ደይ ኤንድ ናይት ማለት እዩ ብድሕሪኡ እዚኣ ናስናሚድ ቴን ፕላስ ትብል እዚኣ ፕሊስ እመናኒ ራዮ ወዲ እያ ከማና ንብዛ መዓኮራ ተሪፋ ብጣዕሚ ብጣዕሚ ብጣዕሚ ብጣዕሚ ናይ መወዳእታ ብለክን ኣለኹ እዚኣ ተጠቀማላ ስፔሻል ማዳ ደለክን ነተን ማዳ ደለክን እዚኣ ርኡይ ለውጢ ከትሪኣላ ኢኽን ብድሕሪኡ እዚኣ ምግባረይ ከዓ ቪታሚን ሲ እየ ትጥቀም ቪታሚን ሲ ከዓ ብጣዕሚ እዩ ፅቡቅ ዋላ ምስ ናስናሚድ ቪታሚን ሲ እዚ ክልቲኡ ዝኾነ ቪታሚን ሲ ክትጥቀማ ትኽእላ ኢኽን ምክንያቱ እዚኣ ቁርብትና ሓይልናታ ውሕድ በለ እዩ ተኺኢልክን ግን ናይ ሎረንሾ ፖዘ ኣላ ቪታሚን ሲ ቴን ፐርሰንት ትብል እሳ ተገዚእኽን ኣኸዓ ሞር ለውጢ ክትሪኣለ ኢኽን ማለት እዩ ንገፅክን ብድሕሪ እዚኣም እዚኤን ምስ ገበርኩ ማለት እዩ እዚኤን ሰለስቲኤን ምስ ገበርኩ ደይ ኤንድ ናይት እዚኤን እየ ትገብር ድሕሪኡ ክሬም ሞይስቸራይዘር ክሬም እየ ትገብር ናይ መወዳእታ ማለት ርኣይ ኣብ ወዲ እያ ኣለኹ ኣማኒ ሓዳሽ ክገዝእ እዚኣ ሽዑኡ ኣብ መወዳእታ እዚኣ ጥቀማለን እዚኣ ደይ ኤንድ ናይቲ እጥቀመሉ እዘን ደረኣኹ ኾን ማለት እዩ ብድሕሪኡ ኣብ ድሕሪ ክልተ መዓልቲ ማለት እዩ ክሊንዘር ተጠቂመ ቶነር ገይረ እዚኣ ገይረ እዚኣ ገይረ ብድሕሪኡ ዛና ሰላማይት ገይረ ከዓ እዚኣ ይሕውሰላ እዚኣ ከዓ ናይ ዳር ኮሬክተር እያ እዚኣ ይሕውሰላ ማለት እዩ ብድሕሪኡ እዚኣ ምስ ሓወስኩ ከዓ ሞይስቸራይዘር ይጥቀም እዚኣ ሞይስቸራይዘር ብጣዕሚ ብጣዕሚ ጽብቅቲ ኣናይ ራይስ እያ ኣብ ችሊ ራይስ ብጣዕሚ እዩ ጽቡቅ ንገጽና ኮርያን ፕሮዳክት እዩ ኦርጅናል እዩ ቅድሚ ሕጂ ኣብ ናተይ ቪድዮ ኣቲክን ረኣይኦ እስካን እንዳገበርኩ እየ በብሓደ ኣርእየክን ነይረ ብጣዕሚ ብጣዕሚ ሃይ ዝኾነ ትሕዝቶ እዩ ዘለዎ እዚኤን ከዓ ገብር እዚኣ ሮቲነር ግን ንብላ እዚኣ ቪታሚን ሲ ክንገብር ከለና ሮቲነር ኣይንገብርን ኢና ሮቲነር ከዓ

ዋላ እዛ ናይ ሰላማዊት ከማን ሮቲነር ክትገብራ ከለኹ እንተገደፍክና ፅቡቅ ተላ ፅቡቅ ሓደ ዳሕን ግደፋ ኣግል እዚኤን ጌርክን ከዓ ሞይስቸራይዘር ትጥቀማ እዚኤን ግን ኣብ ሰሙን ክልተ መዓልቲ ተኸኣለ መጠን ግን ብደይ ምቁራፅ ክትገድፍኦ ዘይብል ግን ክሊንዘር ቱነር ሴራም እዚኣ ክሬም እዛ ክሬም እዚኣን እዚኣ ፕሊስ ኣሕዋተይ እዚኤን ከየቋረፅክን ተጠቀማለን ብዝያዳ ግን ፕሊስ ቢዶ ናይ ንጎ ዝጥቀሞ ናይ ምሸት ዝጥቀሞ ኣብ ናተይ ባዮ ኣቲኽን ኣብቲ ቪዲዮታተይ ኣቲኽን ረኣይኦ ኩሉ ሰሪሐልክን እየ ወይ ደኣ እዛ ቪዲዮ እዚኣ ሃንደበት ክንዲ ዝፈለወ ቪውስ ረኺባ እምበር ኣብቲ ናይ መጀመርያ ዝሰራሕክዎ በብሓደ ንግሆ እንታይ ጥቀም ምሸት እንታይ ጥቀም ኩሉ ገሊፀ እየ ኣብኡ ኣቲኽን ከኣ ክትሪኦኦ ትኽእላ ኢኽን በብሓደ ዋላ ነዚ ብሮዳት ትጥይዪ ንሕጂ ግን ነተን መብዛሕትኽን ዘይረኣኽንኦ ናተይ ቪድዮታተይ ብዙሕ ብዙሕ ብዙሕ ሕቶታት እዩ ጸኒሕኒ ፕሊስ ተገዲስክን ዋላ ሓንቲ መዓልቲ ብደይዚኤን ከይተለኸኽን ከይትወጻ ኣነ ከምዚ ዳርጋ ጭንቀት ሒዝኒ ነይሩ እዩ ምክንያቱ ገፀይ ከምዚ ምዃኑ ብጣዕሚ ንኣይ እውን ኣሰንቢድኒ እዩ ካብ ተፀበኹዎ ንላዕሊ ስለ ዝኾነ በቃ ንኽጠፍኣለይ ብዙሕ ነገር እየ ፅዒረ ኮይኑ ግን ኣምላኽ ይመስገን እዚኤን ፕሮዳክት እዚኤን ኦሪጂናል ናይ ኮርያ ፕሮዳክት ስለ ዝኾና ብጣዕሚ እየን ጠቒመናኒ ከየቋረፅኩ ከዓ ደይ ኤንድ ናይት እየ ትጥቀመለን ንጎህ ተሲኤ ክሊንዘር ገይረ ቶነር ገይረ ሴራም እዚኣቴን ናስናሚድ ገይረ ክሬም ገይረ ይሓፅዋ ማለት እዩ ምሸት ከዓ ከምኣ እንዳገበርኩ ከይተሓለልኩ ዋላ ሓንቲ መዓልቲ ከማን ኣይነጥርን እየ ካብ ድገርመክን ኣብ ዝወዓልኩ ውዒለ ግድን ከምኣ ከይገብርኩ ኣይድቅስን'የ ሽኮሪናታት ብዝያዳ ኣብ ናተይ ቪድዮ ኣቲኽን ረኣየዮ ኢኽን ብዙሕ ብዙሕ ሕቶታት እዩ ጸኒሕኒ ደሓን ብዝያዳ ከኣ ውሽጥ ብውሽጢ ከኣ መልስ ኣይሕተታን'የ ናይ ዋትሳብ ናምበረይ ክበክን'የ ብዋትሳብ ከኣ ክሰደልክን'የ ስእልታታተይ እዚ ናይ ቀደም ስእለይ ከመይ ከም ዝነበርኩ ኣብ ላዕሊ ክገድፈልክን'የ ባይ ሽኮሪናታት ብጣዕሚ'የ ዝፈትወክን love you so much thank you